ሰላምታይ ብምቕዳም ናብ ዘምጻኒ ክኣቱ ቅድሚ ገለ ኣዋርሕ ናብ ሱዳን ከይደ ተመርዐ ተመሊሰ። እንተኾነ ግን ካብታ ምስ ሰበይተይ ሴክስ ፈጸምኩላ ጀሚረ ክሳብ ሕጂ እምነት ኣጉዲለ ይጓዓዝ ኣለኹ። ንሱ ኸኣ ብወገነይ ክሳብ ግዜ መርዓና ዝኾነ ነገር ሓቲተ ኣይፈልጥን'የ ነይረ ማለት ዓርኪ ኔርዋ ዶ ኣይነበራን ወይ ድንግል ድያ ኣይኮነትን ብዝኮነ ቃል ኪዳን ድሕሪ ምእሳርና ግን ሴክስ ግብረ ስጋ ክንገብር ስለ ዘለና ቅድሚ ምርኻብና ድንግል ድያ ኣይኮነትን ንምፍላጥ ሓቲተያ ንሳ ውን ብዛዕባ ነብሳ ከም ትተኣማመን ገሊጻትለይ ምስ ተራኸብኩዋ ግን ደም ዝበሃል ኣይወጸትን ቃንዛ ግን ተቐንዚኣ ኣብኣ ዝነበረኒ እምነት ብኣግኡ ሃሲሱ እዩ። ደም ዘይውጽእ ድንግልና ኣሎ ድዩ? ብወገና ምስ ዝኾነ ወዲ ርክብ ከም ዘይነበራን ፈጺማ ግብረ ስጋ ጌራ ከም ዘይትፈልጥን ክተእምነኒ ብዙሕ ፈቲነ እያ። ነዚ ክብል እንከለኹ ምስ ድንግልናኣ ዘላ መርዓት ደልየ ማለተይ ኣይኮንኩን። ስለምንታይ እያ ሓሲያትኒ እየ ዝብል ዘለኹ። ኣነ ቅኑዕ ልቢ እምበር ናይ ስጋ ድንግልና ኣይኣምንን እየ። ዝኸበርኩም ኣሕዋት ብኸመይ ክኣምና ከም ዝኸእል ብትሕትና ምኽርኹም ይጽበ ስለቲ ትገብሩለይ ምኽሪ ድማ ብጣዕሚ የመስግን ክብል እዩ ደላይ ምኽሪ ጽሒፉልና። ብመጀመርታ ንደላይ ምኽሪ ስለቲ ምስታፍካ ክነመስግነካ ንደሊ ባዕልኻ እኳ ገሊጽክዮ ኣለኻ እቲ ቀንዲ ድንግልና ልቢ እዩ ምኽንያቱ ኣብ ቅንዕና ዘይተመስረተ ፍቕርን ሓዳርን ድንግልና ውሕስ ክኾኖ ኣይክእልን እዩ ብዙሓት ምስ ድንግልነእን ዝጸንሓ ደቂ ኣንስትዮ ድሕሪ መርዐኣን ንሰብኡተን ድፋጨ ክርስትያን ከለዋ ኩሉ ዝረኣያ ሄዋናት ድማ ዋሕስን ድርዕን ሓዳር ክኾና ንርእየን ኣለና። ኣብ ባህልና ድንግልና ከም መግለጺ ክብርን ንጽህናታ ጓል ኣንስተይትን ይቆጸር ብምንባሩ ኣብዚ እዋን እኳ እናፎኾሰ ይኸይድ ኣሎ እምበር ልዑል ግምት ዝወሃቦ ንመርዓዊ ዘቐስን ንመርዓትን ስድርኣን ድማ ዘሕብንን ነገር እዩ። ስድራ መርዓት ነቶም ተኣማኒት'የ ጓል ኣቦይ ኩሶ ተኣማኒት'የ ዝብሉ ምልክት ንጽህና ድንግልና ጓሎም ዘበስር ጨርቂ ሒዞም ዝመጹ ኣዕሩኽ መርዓዊ ብሃንቆታ እዮም ዝጽበይዎም። ፈሪዛ ዝጸንሐት ወጮ ከዲንካ ናብ ስድራኣ ምምላስ፣ ከም ሽጉርትን ድንሽን ተጠቂምካ ንጓል ምኹላል ዝኣምሰሉ ልምድታት፣ ኣብ ልዕሊ'ታ ጎርዞ ዘለዎም ስነኣእምራዊ ሃስያ ካብቶም ንኣጋዳስነት ድንግል ኣብ ኣተሓሳስባ ሕብረተሰብና ዘነጸሩ'ዮም። ብዛዕባ ድንግልና ግን ኣብ ሕብረተሰብና ጥራይ ዘይኮነ ከም ኣፍሪቃውያን፣ ኣዕራብ፣ ሂንዳውያን ካልኦት ብዙሓት ኣቀባውያን ሕብረተሰብ ውን ንጉዳይ ድንግልና ብልዑል ጥንቃቐ'ዮም ዝጥምቱ። ካልእ ኣብ ሕብረተሰብና ዘሎ ንኣገዳስነት ድንግልና ዘነጽርን ብዙሓት ምስ ድንግልና ዘላ ጓል ክምርዓው ዝመርጹ ምኽንያት፣ ዝኾነት ጓል ነቲ ክብራ ድንግልናኣ ዝወሰደላ ወዲ ንዘለኣለም ኣይትርስዖን እያ ዝብል ድሑር እምነት እዩ። እቲ ዘገርም ዋላ እውን ደቂ ኣንስትዮን እየን ነዚ ዝኣምና። ሓንሳብ ምስቲ ዝኣመነቶ ምስ ተራኸበት ዋላ እውን ዳር ትርኢታ የጽግባ ብድሑር ኣገላልጻ ንሱ እንድዩ ቀጢዑኒ እናበላ ምስ ካልእ ኣፍቃሪ ንቡር ህይወት ከም ዝቐጽላ ዘይኣምና ክዋርዳ ዝነብራ ኣለዋ። እንተቶም ንሓንቲ ጓል ሄዋን ንፈላማ እዋን ብምርኻብ ክብረ ድንግልናኣ ዝወስዱ ገለ መንእሰያት ከምዛ ኣቐዲሞም ክልምኑን እግራ ክሳለሙን ዘይጸንሑ ብድሕሪኡ ዓሚል ኣይተረኽበን ወይ ድማ ዝወርደልኩምሉ ቁጽሪ ንኣገልግሎት ኣይተዋህበን ይኾንዋ ክሽፍቱን ብዕጽፊ ክልምኑን ይጅምሩ ሕሉፍ ሓሊፎም ንዓኣ ብምግዳፍ ምስ ካልእ ምእንቲ ክምርዓዉ ይመርጹ። ኣብ ከም ሱዳን ዝኣምሰሉ ሃገራት፣ ኣብ ኤርትራ ድማ ኣብ ቀቢላ ሕዳርብ እታ ሰበይቲ ምስ ሓረሰት ምእንቲ ንብዓል ቤታ ክትዕግብ ተባሂሉ ከም ብሓድሽ ትስፈ። እዚ ነቲ ብጉዳይ ድንግልና ዝኸሰረ ርእሲ ዘለዎ ብዓል ቤታ ክሕጉሶ ይኽእል እዩ፣ ንዓኣ ግን ክሳብ ክንደይ ስቅያት ከም ዘስዕበላ ርዱእ'ዩ። ካልእ ኣገራምን ድሑር ባህሊ ሕዳርብ ምስ እንድህስስ ዋላኳ ሕጂ እናሃሰሰ ይኸይድ እንተሎ ነታ ምስ ድንግልናኣ ዘላ ጎርዞ ተመሊሶም ብምስፋይ ንመርዓዊኣ የረክብዋ ንሱ ብንቡር ተረኺቡስ እንተ ኣፍሪስዋ ከም ጅግና ይቁጸር ምስ ዝብርትዖ ግን ናብ ስድራ ብምምላስ ነቲ ሰፋይ ፈትሊ ክኣልዩ ገንዘብ ይኽፈሎም ይኽሕሶም ማለትዩ ገለ ምእንቲ ከይክሕሱን ከይናዓቁን ባዕሎም ነቲ ፈትሊ ዝኣልዩ ኣለዉ። እዚ ኣብ ኣእምሮ እታ መርዓት ማዕረ ክንደይ ከቢድ ሃስያ ከም ዘለዎ ርዱእ እዩ። እቲ ኣብ ጉዳይ ድንግልና ዘሰክፍ ነገር ግና፣ መብዛሕትኦም ደቂ ተባዕትዮን ኣንስትዮን ብዛዕባ ድንግልና እኹል ኣፍልጦ ስለ ዘይብሎም እዩ። ዝዀነት ምስ ድንግልናኣ ዘላ ጓል ኣብ ቀዳማይ ርክብ ብዙሕ ከም እትሳቐን ንመሬት ብኣውያት ከም እትንቕንቓን ብዙሕ ደም ከም ዝፈሳን ዝኣምኑ ኣለዉ። ኣብ ህይወታ ዝኾነ ዓይነት ግብረ ስጋ ፈጺማ ዘይትፈልጥ ጎርዞ፣ ነዞም ምልክታት ምስ ዘይተርኢ ጓል ኣይጸናሕክን ተባሂላ እትምለሰሉ ኣጋጣሚታት ድማ ብዙሕ እዩ። ክቡራት ተኸታተልትና፣ ብዛዕባ እዚ ድንግልና ዝብል ኣምር ገለ ክንብል ኣፍቅዱልና። ሃይመን ወይ ድማ ገራዚቶ ንብልዕቲ ጓል ኣንስተይቲ ዝዓጹ ቆርበት እዩ። ንደም ወርሓዊ ጽግያት ዘውጽእ ንእሾ ክፋት ድማ ኣለዎ። ሃይመን ዝብል ስም ብቋንቋ ግሪኽ ኮይኑ ነቲ ጣኦት መውስቦ ዝነበረ ሃይሚኖስ ዝውክል እዩ። ሃይመን ጓል ኣንስተይቲ ረቂቕ ወይ ድማ ኣብ ገለ እዋናት ተሪርን ተመጣጥን ክኸውን ይኽእል፣ ዓይነቱ ድማ ካብ ጓል ናብ ጓል ክፈላለ ይኽእል እዩ። ቅርጺ'ታ ኣብ ሃይመን ዘላ ጸባብ ንዃል ኣብ ገለ ከቢብ፣ ኣብ ገለ ናይ እንቋሖ ቅርጺ፣ ኣብ ካልኦት ድማ ናይ ማዕጺድ ቅርጺ ክህልዎ ይኽእል። ናይ ገሊኤን ሕርፍፍ ዝበለ ቀጸላ ክህልወን ከሎ ናይ ካልኦት ውን ብዝተፈላለዩ ቀጸላታት ዝቖመ ክኸውን ይኽእል እዩ። ኣብ ገለ እዋናት እታ ህጻን ክትወለድ እንከላ ምሉእ ብምሉእ ዕጹው ሃይመን ይህልዋ'ሞ፣ ምስ ዓበየት እቲ ደም ወርሓዊ ጽግያት መውጽኢ ምስ ሰኣነ ይእከብ'ሞ ብዙሕ ጥዕናዊ ጸገማት የኸትለላ። እዚ ድማ ብመንገዲ መጥባሕቲ ኣብቲ ሃይመን ንውካል ብምግባር ይካየድ። ከምዚ ዓይነት ጸገም ዘጓነፋ ጎርዞ ኣብ መጻኢ ምስ በዓል ቤታ ጸገማት ከይፈጥረላ ሕጋዊ መረገገጺ ሰነድ ክወሃባ ኣለዎ። እቲ ዘገርም ድማ ሃይመን ወይ ድማ ነዚ ምልክት ድንግልና ዝኾነ ረቂቕ ቆርበት ዘይብለን ኣዋልድ ይፍጠራ ምዃነን እዩ። እዚ ትእምርቲ ፈጣሪ ንኣገዳስነት እዚ ድንግልና ዝብል ስነ ሓሳብ ዘፍርስ ኮይኑ ይስመዓካ። ምኽንያቱ ድንግልና ማዕረ ክንድዚ ኣገዳስነት እንተሃለዎ ንምንታየን ገለ ብዘይድንግልና ዝፍጠራ? ብኻልእ ሸነኽ፣ ብዙሓት ድንግልና ጓል ኣንስተይቲ ብስጋዊ ርክብ ጥራይ ዝፈርስ ኰይኑ ዝስምዖም ኣለዉ። እዚ ክልተ ሴንቲሜተር ጥራይ ርጕዲ ዘለዎ ረቂቕ ቆርበት ግና ግድን ኣይኰነን ብግብረ ስጋ ክፈርስ። ብብዝሒ ምዝዋር ብሽክለታን ኣፍራስን፣ ከም ኣክሮባት ዝኣምሰለ ተሪር ዓይነት ስፖርት ምዝውታር፣ እታ ጓል ብብዝሒ ግብረ ሕቡእ እትፍጽም ምስ እትኸውን፣ ብኣጻብዕታ ወይ ድማ ካልእ በሊሕ ነገር ምስ እትትንክፎ ክትፈርስ ትኽእል እያ። ምስ ሕማማት ቆርበት ርክብ ዘለዎም ነድሩን እታ ጎርዞ ስጋዊ ርክብ ከይገበረት ድንግልና ከም እትስእን ክገብሩ ዝኽእሉ ረቋሒታት እዮም። ኣብ ቀዳማይ ርክቡን ብዙሕ ደም ክፈስስ ትጽቢት ክንገብር የብልናን፣ ምኽንያቱ እታ ኣብቲ ቆርበት ዘላ ነዃል ንእሾ ብምዃና ክትቅደድ እንከላ ምስ መጠን ግዝፋ ዝዳረግ ደም እዩ እትፈስስ። ዓይነት እቲ ቆርበት ተሪርን ተመጣጥን ምስ ዝኸውን ድማ ዝኾነ ደም ኣይፈስስን እዩ። ከምዚ ዓይነት ሃይመን ዘለዋ ጎርዞ ምስ ሓረሰት ጥራይ እዩ እቲ ቆርበት ዝቕደድ። ዓይነት ቆርበት ሃይመን እታ ጎርዞ ተመጣጢ ምስ ዝኸውን ኣብ ፈለማ ርክብ ንእሽቶ ቃንዛ ጥራይ ይስምዓ፣ ዝኾነ ደም ድማ ኣይተፈስስን'ያ። ምኽንያቱ እቲ ቆርበት ተመጢጡ ናብ ንቡር ቦትኡ ዝምለስ እምበር ኣይቅደድን'ዩ። ኣብ ካልኦት ድማ እቲ ቆርበት ኣዝዩ ስቡሕ ይኾን'ሞ ብቐሊሉ ኣይብተንን። ኣብዚ ሓገዝ ሰብ ሞያ ጥዕና ምውካስ ኣድላዪ'ዩ። ካብ ነታ መርዓ ድንግልና ኣይጸናሕክን ብምባል እተሳቕያ ኣድላዪ እንተኾይኑ ማለት ናብ ኪኢላ ሓኪም ብምኻድ ክትረጋግጽ ኣለካ። ቆርበት ድንግልንኣ ተመጣጢ ምስ ዝኸውን ብሓካይም መረጋገጺ ክወሃበካ እዩ። ተሪርን ስቡሕን ምስ ዝኸውን ድማ ብመጥባሕቲ ነቲ ዘየድሊ ክፋል ብምእላይ ንቡር ወሲብ ክተካይዱ ክሕግዘኩም እዩ። ዕስራ ሚእታዊት ካብ ደቂ ኣንስትዮ ብዘይ ሃይመን ይውለዳ፣ እዚ ማለት ምዘይ ክብሪ ድንግልና ማለት እዩ። ዕስራ ሚእታዊት ድማ ተመጣጢ ቆርበት ዘለዎ ሃይመን ሒዘን ይፍጠራ፣ ዓቐን እቲ ዝፈስ ደም ድማ ካብ ጓል ናብ ጓል ይፈላለ። ኣብተን ጓል ኣንስተይቲ ግድን ድንግል ክትጸንሕ ኣለዋ ዝብሉ ሕብረተሰባት መጥባሕቲ ምምላስ ቆርበት ድንግልና ይካየድ እዩ። እታ ጉርዞ ክሳብ ዝኣኽላ ፊዒላ ክትምርዖ ምስ ተቐራረበት፣ ገንዘባ ከፊላ ኣብ ኣፍ ብልዕታ ረቂቕ ቆርበት ብምስፋይ ንመርዓዊኣ ድንግል ኮይና ትቐርቦ። እዚ ሕክምና ኣብ ውሽጢ ኣርባዓን ሓሙሽተን ደቒቕ ጥራይ እዩ ዝፍጸም። ስለዚ ነታ ከምዚ ዓይነት መጥባሕቲ ዘካየደት ጎርዞ ከም እምንቲ ነታ ብዓመጽ ድዩ ብምትላል ክብረ ድንግልና ዝሰኣነት ድማ ከም ዘይእምንቲ ክትጥመት ፍትሓዊ ድዩ? እቲ መልሲ ናባኹም ንገድፎ። ካልእ ብሰንኪ እዚ ኣተሓሳስባ ዝመጽእ ዘሎ ጸገም ብፍላይ ድማ ኣብ ሃገራት ዓረብ ዘይንቡር ግብረ ስጋ ምፍጻም እዩ። እታ ጎርዞ ንኣፍቃሪኣ ናብ ብልዕታ ከየቕረበት ብካልእ ኣማሪጺያት ግብረ ስጋ ትፍጽም ማለት እዩ። ጉዳይ ድንግልና ኣካታዒ ዛዕባ ብምዃኑ ጓል ግድን ድያ ድንግል ክትጸንሕ ዘለዋ ዋላ የብላን ኣብ ካልእ ኣጋጣሚ ናብ ተዓዘብትና ክትዕ ክነቕርብ ኢና። እንተኾነ ግዳ ድንግልና እታ ጎርዞ ምስ ካልእ ግብረ ስጋ ከም ዘይፈጸመት ዝሕብር እምበር ክኢላ ሓዳርን ኣፍቃሪ በዓል ቤታን ደቃን ምዃና ዘረጋግጽ ኣይኮነን። ድንግል ረኺበ ኢልካ ስጡም ሓዳር ክህልወኒ'ዩ ክትብል ኣይትኽእልን። እንተኾነ እቲ ዘዕበየና ባህሊ ናብ ዝማዕበለ ዓለም ዋላ ንኺድ ኣብ ውሽጥና ኮይኑ ሕርኽርኽ የብለና'ዩ። ሓውና ደላይ ምኽሪ ንኣብነት ድንግልና ናይ ልቢ'ዩ ዘገድሰኒ እናበልካ ኣብ ልዕሊኣ ዝለካ እምነት ከም ዝሃስስ ትገልጸልና ኣለኻ። ብዛዕባ ህሉው ሓዳርኩም ኣየዋጋዕካናን ደኣምበር ብዛዕብኡ ዕጉብ ዲኻ ኣይኮንካ ምፍላጡ መገደሰና። ንሳ እምንቲ ብልጽቲ መኽበሪት ሓዳራ እንተደኣ ኮይና ብጓላ ዘይምጽንሓ ክሳብ ክንድዚ ዘሰክፈካ ነገር እንታይ እዩ ብዓቢኡኸ ምስቲ ኣብ ፈለማ ዝገለጽናዮ ናይ ብሓቂ ድያ ምስ ድንግልንኣ ኣይጸንሓትካን ደም ኣይፈሰሰን ደም ዘይፈሶ ዓይነት ቆርበት ድንግል ከምዘለውን ገሊጽና ኢና እሞ ንስኻ ኣብ ጉዳይ ድንግልና ማዕረ ክንደይ ተመክሮ ስለዘለካ ኢኻ ነታ ድንግል'የ ዘሎኹ ዝበለትካ ኣሚንካ ነጺግካ ንነብስኻ ዝኣመንካ፣ ርክብ ምስ ፈጸኩምከ ስለምንታይ ኣብ ክንዲ ብተመኩሮኻ ተኣማሚንካ እትፈርድን ብዛዕባኣ ክተማርን ጓል ድያ ኣይኮነትን ብሕክምና ክተረጋግጽ ዘይፈተንካ? ስነፍጠት ከምቲ ኣብ ላዕሊ ዝገለጽናዮ ብዛዕባ ጉዳይ ቆርበት ወይ ድማ ሃይመን ድንግልና ዝኾነት ጎርዞ ዝፈላለ ምዃኑን ብዓቢኡ ድማ ብዘይ ክብረ ንጽና ዝረጋገጽ ቆርበት ክትፈጥር ከም እትኽልን ይሕብረና እዩ። መርዓትካ እውን ካብዘን ከምዚ ዓይነት ሃይመን ዘለወን ክትከውን ሰፊሕ ተኽእሎ ኣሎ። ብዙሓት ምስ ድንግልንኣን ዝየለዋ ደቂ ኣንስትዮ ነቲ ዘፍቅሮ ወዲ ከይከስራ ጽባሕ ኣምላኽ ይፈልጥ ካብ ዝብል ኣተሓሳስባ ኣነ ምስ ድንግልናየ ዘለኹ ኢለን ክሳብ ናብ መርዓ ዝበጽሓ ኣለዋ። እዚ ከም ምትላል ኣይንቖጽሮን። ፍቕሪ ዘንቅሎ ምስ ዝኸውን ካብ ረብሓ ተበጊሰን ምስ ተመርዓውኒ እንታይ ከይገብር ዝብላ ከም ዘለዋ ኣይንዘንግዕን። እቲ ዝሓሸ ኣማራጺ ግሉጽነት'ዩ። ንስኻ ንመጻምድትኻ ምሉእ መሰል ብምሃብ ብዛዕባ ጉዳይ ድንግልና ብዙሕ ከም ዘይትግደስ እናገለጽካ ሓስያ ጓለይ ክትብሎ ዘሎ ተኽእሎታት ጸቢብ ኮይኑ ይስምዓና። ምኽንያቱ ኣብ እዋን ዕርክነትኩም እንተሓታ እዎ ጓልየ ብምባል ክሳብ እታ እኽለ ማይ እትፈሰስ ዕለት መርዓ ክተብጽሓካ ምኽኣለት። መጻምድኻ ግን ኩሉ ስነስርዓት መርዓ ምስ ተፈጸመ እሞ ክኣ ክትራኸብሉ ሓጺር ግዜ ምስ ተረፈኩም ኢኻ ሓቲትኪያ ሽዑ ክትሓታ ኣገዳስነት ኔርዎ ድዩ እንተበልናካ ኣይፋሉን እዩ መልስና ምኽንያቱ ባዕልኻ ፈቲንካ እተረጋግጾ ነገር ንምንታይ እሞ ምሕታት ኣድለየካ ንሳ ውን ንሳ ውን ኪኢላ ተዋሳኢትን ተሰልባጢትን ክትከውን ኔርዋ እምበር ከመይ ኢላ እያ እሞ ሽዑ ከም እትራኸባ እናፈለጠት ጓል ዘይኮነት ጓልየ ክትብል ኣይኮንኩን ዝገበርካ ግበር ክትብለካ እሞ ምሉእ ኣማራጺ ኔርዋ እዩ ከምኡ እንተ ትብልከ ድንግልና ልቢ ስለ ዝገደሰካ ትም ዶ ምበልካ ብወገና ሓዳርካ ከመይ ከም ዘሎ መጻምድትኻ ኣብ ኩሉ ሸነኻታ ብፍላይ ድማ ኣብ ግብረ ስጋ ትዕግበካ ድያ ኣይትዕግበካን ንስኻ ውን ከምኡ ማለት እዩ ኣብ ልዕሌኻን ስድራቤትካን ፍቕርን ኣኽብሮትን ኣለዋ ድዩ ኣብ ሓዳርኩም ብመሰረት እምነትኩምን ማሕላኹምን ጸኒዓ ኣላ ዶ የላን ምስ ነብስኻ ምዝታይ ከድልየካ እዩ። መርዓትካ ድንግል ኣይጸንሐትን ንብል የለናን እንተኾነ ግዳ እንታይ ይሕሸኒ ጨርቀይ ተደርብየኒ ምስ ድንግልናኣ ዝጸንሐት መርዓት ዶ ወላስ ንምረት ስደተይ ኣዛሓሂላ ናብ ሃገረይ ብሰላም እትመልሰኒ ምስ ድንግልናኣ ዘየጸንሓትኒ መርዓት ኢልካ ምሕታት ውን ኣገዳሲ እዩ እቲ ምርጫ ናትካ እዩ። ኣብ መወዳእታ ንደላዪ ምኽሪ ብልቢ እናመስገና ተኸታተልትና ብሪ። ዩቱኹም ክተቅስምዎ ንምሕጸን ሰላምን ቅሳነትን ፈጣሪ ምስ ኩላትና ይኹን ሰስናይ ንዓኹም።